ሰላም ሰላም ሰላም ተኸታተልቲ ናይዚ ቪድዮ ኣብ ዘለኹም እምበኣር ሰላም ጥዕና ፍቕሪ ሓጎስ ኣብ ውሽጥኹም ክነግስ ምነየልኩም እምበኣር ሎማዓንቲ ድማ ከምቲ ናይ ኩሉ ግዜ ቪድዮ ስርሕዋና እኳ እንተዘይኮነ ግን ካብኡ ፍልይ ብዝበለ ንኩልና ከሳትፍ ብዝኽእል መልክዕ ሒዘ መፅእ ኣለኹ እዚ ሕቶ እዚ ንኹልና ዝምልከት እዩ ኩልና ድማ ኣብኡ ክንሳተፍ ከዓ ተስፋ ይገብር ማለት እዚ ዝመረፅኩሉ ሓደ ነገር ኣሎ ማለት እዩ ንሱ ከዓ ኣብ ብዙሕ ሚዲያታት ዳርጋ ዝሕተት ሕቶ እዩ ንኹሉ ዘማእኽል መልሲ ዳርጋ ዘይተረኽቦ ኮይኑ ይስማዓኒ እሞ ስለዚ ኩልና ነቲ ዝሓቶ ሕጂ ሕቶ ትፈልጥዎ ኢኹም እንተኾነ ግን ሓደ ንጹር ዝኾነ ጭብጢ ዘለዎ ማለት ጭብጢ ዘለዎ ክብል ከለኹ ባቃ ንጹር መረዳእታ ክህብ ዝኽእል ሓሳባት እንተንገልጽ ደስ ይብለኒ። ንሱ ድማ እንታይ ዝብል እዩ ሰብ ሰብ እዚ ከማይን ከማኹምን ብዕጭኡ ድዩ ዝነብር ወይስ ብምርጭኡ ንዝብል ማለት እዩ። ሰው ብዕጫ ድዩ ወይ ብምርጫ እዩ ዝነብር ንዝብል እዩ ብሓፈሻ ስለዚ ናይ ኩልና ንኹሉ ዘማእኽል ድማ ማለት እዩ ስለምንታይ ብኸመይ ንዝብል ብንፁር መልሲ ክንህብ ኩልና ክንሳተፍ ናተይ ተስፋ እዩ ብርግፅ ኣነ ድማ ናይ ብሓቂ ናይ ኩልኹም ርእይቶታት ወይ ድማ ናይ ኩልኹም ኮመንት ብምዕዛብ እቲ ናተይ ሓሳብ ድማ መወዳእትኡ ብቪድዮ ተስፋ ይገብር ብከምዚ መፅኦ ወይ እንተ ብፅሑፍ ከቕርቡ ከኣ ክፍትን እየ ማለት እዩ። በቲ ዝበዝሐ ፐርሰንተጅን ናተይ ኣረኣእያን ገይረ ማለት በቲ ኣነ ዝኣምነሉን በቲ ክኸውን ይኽእል ኢለ ዝግምቶን ዝገብሮን ማለት እዩ መዓልታዊ ኣብ ህይወተይ ብምንታይ ከም ዝነብር ኣብነታት እንዳምጻኹ ድማ ክገልጾ እየ ብድሕሪኡ ማለት እዩ። ስለዚ ኩልና ነዚ ሕቶ እዚ ተላዒሉ ዘሎ ንመልሶ ንሳተፈሉ ማለት እዩ። ስለዚ ድሕሪ እዛ ቪድዮ እዚኣ ሕቶታት ነዛ ሕቶ ተሓቲታ ዘላ መልሲ ድሕሪ ምርካባ ድማ ብሓድሽ ቪድዮ ወይ ድማ ብፅሑፍ ከም ተቐዲመ ዝበልክዎ ክምለሰኩም ከም ዝኽእል በዚ ጋጣሚ ከረጋግፀልኩም ይፈቱ የቐንየለይ ቴንክ ዩ